መርዛማት ሰባት ዝበሃሉ ምስኦም ኣብ ዘለካ ርክብ ኩሉ ግዜ ንነብስኻ ዝጸቕጡ፣ ዘጨንቑ፣ ተስፋ ዘቑርጹ ወይ ድማ ካብ ኣእምሮዊ ሰላምካ ዝሰርቁ ሰባት እዮም። ካብዞም ዝስዕቡ ሽዱሽተ ዓይነት መርዛማት ሰባት ርሕቐትካ ምሕላው ንጥዕናኻ ኣገዳሲ እዩ። ሰላም እዚ ቻናል ስነ ልቦና እዩ። እዚ መደብ ዘሰናደእልኩም ድማ ኣነ ሓፍትኹም ሊድያ እየ። ነዚ ቻናል ሓድሽ እንተኾይንኩም ሰብስክራይብ ግበሩ። እቲ ቀዳማይ ኣብ ጸገም ጥራይ ዝመጹ ሰባት። እዞም ሰባት ኣብ ህይወትካ ልክዕ ከም ጽላሎት እዮም። ብርሃን ኣብ ዘለዎ ኩነታትካ ጽቡቕ ኣብ ዝኾነሉን ዝተረፈካን ነገር ኣብ ዘሎን ግዜ ኣይፍለዩኻን እዮም። ግናኸ ጸልማት ምስ መጸ ወይ ንስኻ ሓገዝ ምስ ዘድልየካ ሃንደበት ኣሰሮም ይጠፍእ። ምስኦም ዘለካ ዝምድና ኣብ ምሕዝነት ዘይኮነስ ኣብ ጥቕሚ ዝተመስረተ እዩ። ምስዞም ሰባት ንነዊሕ እዋን ስቕታ ክነግስ ይኽእል እዩ። ንኣዋርሕ ደዊሎም ወይ ጠይቖም ኣይፈልጡን። ግናኸ፣ ሓገዝ፣ ገንዘብ ወይ ካልእ ረብሓ ምስ ዘድልዮም ብሃንደበት ከመይ ኣለኻ? ክሳብ ሕጂ ክድውለልኻ ጸኒሐ ብምባል ይጅምሩ። እቲ ከመይ ኣለኻ ዝብል ሕቶኦም ናብቲ ዝደልይዎ ሓገዝ ንምብጻሕ ዝጥቀሙሉ ድልድል ጥራይ እዩ። ምሕዝነት ብባህሪኡ ምሃብን ምቕባልን እዩ። ምስዞም ሰባት ግን ንስኻ ኩሉ ግዜ ወሃቢ ኢኻ። ንሳቶም ድማ ኩሉ ግዜ ተቐበልቲ እዮም። ንሳቶም ጸገም ምስ ዘጋጥሞም ንዓኻ ከም ዓቢ ሓገዝ፣ ለዋህን ደጋፍን ገይሮም ይሰምዩኻ። ንስኻ ግን ጸገም ምስ ዘገጥመካ ንሳቶም ኣዝዮም ስራሕ ዝበዝሖም ወይ ስልኮም ዘይሰርሕ ይኾኑ። ሓደ ሰብ ሓንሳብ ወይ ክልተ ሳዕ ምስ ሓገዝካዮ እቶም ጥቕሚ ጥራይ ዝደልዩ ሰባት ከም ግዴታኻ ክርእይዎ ይጅምሩ። ንሳቶም ንዝሓተቱኻ ነገር ኣይፋልን ክትብል ከለኻ፣ ንሳቶም ይኹርዩ ወይ ከም ዘይትፈትዎም ገይሮም የውርዩ። እቲ ንስኻ ብፍቓድካ ዝገበርካሎም ሰናይ ነገር ንዕኦም ንዓኻ ንምቁጽጻር ዝጥቀሙሉ መሳርሒ ይኸውን። እቲ ካልኣይ፣ ተወዳደርቲ ሰባት። ምስዞም ሰባት ዝነበረካ ምሕዝነት ልክዕ ከም ሓደ ንስኻ ዘይተመዝገብካሉ ዘይውዳእ ናይ ቅድድም ሜዳ እዩ። ንሳቶም ንዓኻ ከም ዓርኪ ዘይኮነስ ከም ሓደ ክሰግርዎ ዘለዎም ተቐዳዳሚ እዮም ዝርእዩኻ። ኣብ ክንዲ ኢድ ንኢድ ተተሓሒዝካ ብሓባር ምዕባይ፣ ንሳቶም ኩሉ ግዜ ካባኻ ሓደ ስጉምቲ ንቕድሚት ክኾኑ ጥራይ እዮም ዝጭነቑ። እዞም ሰባት ንናትካ ጽቡቕ ዜና ብናቶም ዝበለጸ ዜና ከቕርብዎ ይጽዕሩ። ንስኻ ሎሚ ሓድሽ ስራሕ ረኺበ እንተኢልካዮም፣ ንሳቶም ኣነ ደኣ እቲ ዝሓለፈ ዓመት ዝረኸብክዎ ስራሕ ካብዚ ዝበለጸ መሃያ ነይሩ ይብሉኻ። ንስኻ ሕጂ ካብ ሕማመይ ሓውየ ኣለኹ እንተኢልካዮም፣ ንሳቶም ካባኻ ንላዕሊ ዝኸፍኣ ሕማም ከም ዘሕለፉ ክነግሩኻ ይጅምሩ። ንሳቶም ኩሉ ግዜ ካባኻ ዝበለጸ ዓወት ወይ ካባኻ ዝገደደ ስቓይ ክህልዎም ይደልዩ። ማእከል ኣቓልቦ ካባኻ ናብኦም ክሰግር ጥራይ እዮም ዝጽዕሩ። ኣብ ጥዑይ ምሕዝነት፣ ናይ ሓደ ሰብ ዓወት ናይቲ ካልኣይ ሰብ ሓጎስ እዩ። ምስዞም ተወዳደርቲ ሰባት ግን ነገራት ተገላቢጦሽ እዩ። ንስኻ ንሓደ ዓቢ ሽቶ ምስ ዝህልወካ፣ ንሳቶም ኣብ ክንዲ ዝሕጎሱ፣ ንምንታይ ንሱ ካባይ ቀዲሙ? ዝብል ስምዒት ይወሮም። እቲ ኣብ ገጾም ዝረኣ ናይ ሓሶት ፍሽኽታ ድማ፣ ነቲ ኣብ ውሽጦም ዘሎ ቅንእን ጭንቀትን ክሓብኦ ኣይኽእልን እዩ። እዞም ሰባት ስለምንታይ እዮም ከምዚ ዝገብሩ? ምኽንያቱ ኣብ ውሽጦም ዓቢ ናይ ትሕትና ስምዒት ስለ ዘለዎም እዩ። ንሳቶም ነብሶም ምስ ካልኦት ብምውድዳር ጥራይ እዮም ዋጋ ነብሶም ዝውስኑ። ንስኻ ክትዕወት ከለኻ፣ ንሳቶም ዝተረፉን ዝተሸነፉን ኮይኑ ይስምዖም። ንዓኻ ንታሕቲ ብምውራድ ወይ ንናቶም ዓወት ብምጉላሕ ድማ ነቲ ኣብ ውሽጦም ዘሎ ባዶነት ድማ ክመልኡ ይፍትኑ። እቲ ሳልሳይ ኩሉ ግዜ ነቐፍቲ ዝኾኑ ሰባት ኣሉታውያን እዮም። እቲ ጌጋ ጥራይ እዩ ዝረኦዮም። ሓደ ግዜ ሓደ መምህር ንተምሃሮኡ ጻዕዳ ወረቐት ኣርኣዮም። ኣብ ማእከል እታ ወረቐት ድማ ንእሽቶ ጸሊም ነጥቢ ነበረት። እንታይ ትርእዩ ኣለኹም ኢሉ ምስ ሓተቶም ኩሎም ጸሊም ነጥቢ ኢሎም መለሱ። እቲ መምህር ግን ነታ ዝገዘፈት ጻዕዳ ወረቐት ዝረኣያ የለን በሎም። እቶም ኩሉ ግዜ ነቐፍቲ ሰባት ከምዚ እዮም። ንሰኻ ሚእቲ ጽቡቕ ነገር ክትገብር ትኽእል ኢኻ፣ ንሳቶም ግን ነታ ሓንቲ ዝተጋገኻያ ወይ ዝጎደለትካ ነገር ፈልዮም ብምውጻእ ብዛዕባኣ ጥራይ ክዛረቡ ይውዕሉ። እቲ ኩሉ ዘርእዩኻ ጻዕርን ውጽኢትን ንዕኦም ዋጋ የብሉን። ዕላምኦም ምእራም ዘይኮነስ ምስባር እዩ። ኣብ መንጎ ሃናጺ ነቐፌታን መርዛም ነቐፌታን ዓቢ ፍልልይ ኣሎ። ሃናጺ ነቐፌታ፣ ካብ ፍቕርን ተገዳስነትን ተበጊሱ ዝሓሸ ሰብ ክትኸውን ሓሳባት ይህበካ። መርዛም ነቐፌታ ድማ፣ ካብ ቅንኢ ወይ ካብ ናይ ትሕትና ስምዒት ተበጊሱ ንዓኻ ኣውሪዱ ንባዕሎም ልዕል ንምባል ዝጥቀምሉ መሳርሒ እዩ። ንሳቶም ኩሉ ዝፈልጡ ኮይኑ ክስምዖም፣ ንዓኻ ዘይትፈልጥን ድኹምን ገይሮም ክቐርቡኻ ይጽዕሩ። እቲ ራብዓይ፣ ተንኮለኛ ወይ መታለልቲ ሰባት። እዞም ሰባት ኣብ ህይወትካ ከም ሓደ ናይ ድራማ ደራሲ እዮም። ንሳቶም ብዘውጽዎ ውጥን ንሰኻ ድማ ከምቲ ንሳቶም ዝደልይዎ ገይሮም ዝውዝውዙኻ ተዋሳእ ትኸውን። እቲ ዝኸፍኣ ነገር ድማ ንሳቶም ነዚ ኩሉ ዝገብርዎ ብፍቕሪ ብሕውነት ተሸፊኖም ብምኻኑ ተንኮሎም ንምፍላጥ ኣዝዩ ኣጸጋሚ ምኻኑ እዩ። መታለልቲ ሰባት ንናትካ ሕያውነትን ርህራሄን ኣጸቢቖም ይፈልጥዎ እዮም። ሓንቲ ነገር ክትገብረሎም ምስ እትኣቢ፣ ድሕሪ እዚ ዅሉ ዝገበርኩልካ ወይ ከምዚ ክትገብር ኢለ ኣይተጸቡኻን ነይረ ብምባል ንሰኻ በዳሊ ከም ዝዀንካ ኰይኑ ክስምዐካ ይገብሩ። እቲ ዕላማ ንሰኻ ክትጸልኦም ዘይኰነስ፣ ጸጸት ስለ ዝተሰምዐካ ጥራይ ንሳቶም ዝደለይዎ ነገር ክትገብር ንምግዳድ እዩ። እዚ ካብቲ ዝኸፍእ ስነልቦናዊ ተንኮል እዩ። ሓደ ነገር ተዛሪቦም ወይ ገይሮም ንስኻ ስለምንታይ ከምዚ ገይርካ ኢልካ ክትሓቶም ከለኻ ኣነ ከምኡ ኣይበልኩን ንስኻ ኢኻ ተጋጊኻ ይብሉኻ። እዚ ድማ ኣብቲ ዝረኣኻዮን ዝሰማዕካዮን ሓቂ ክትጠራጠርን ምናልባት ኣነ ድየ ተጋግየ ኢልካ ኣብ ገዛእ ርእስኻ እምነት ክትስእንን ይገብረካ። መታለልቲ ሰባት ኩሉ ግዜ ናቶም ጸገም ጥራይ ካብ ናይ ማንም ንላዕሊ ገዚፍ ከም ዝኾነ ገይሮም የቕርብዎ። ንስኻ ናትካ ጸገም ክትነግሮም ክትፍትን ከለኻ፣ ንሳቶም ዝያዳ ካባኻ ከም ዝተጸገሙ ብምርኣይ ኣቓልቦኻ ናብኦም ጥራይ ከም ዝኸውን ይገብሩ። ኣብ መወዳእታ፣ ንናትካ ስምዒት ረሲዕካ ንዕኦም ጥራይ ክትኣልን ክትከናኸንን ትርከብ። ሓምሻይ፣ ተስፋ ዘቝርጹ ሰባት። ምስዞም ሰባት ምዝርራብ ልክዕ ከምቲ ኣብ መንጎ ሓጋይ ጸሊም ደመና ሒዝካ ምኻድ እዩ። ንሳቶም ንዓለም ብብሩህ ሸነኽ ዘይኰነስ ብጸልማት ጥራይ እዮም ዝርእይዋ። ንስኻ ናይ ለውጥን ዕቤትን ሽግ ሒዝካ ክትመጽእ ከለኻ፣ ንሳቶም ድማ ነቲ ሽካ ዘጥፍእ ናይ ተስፋ ምቑራጽ ማይ ሒዞም ይጽበዩኻ። እዞም ሰባት ንዝኾነ ጽቡቕ ሓሳብ ወይ ሓድሽ ተበግሶ ክቐትሉ ዝጥቀምሉ ቀንዲ መሳርሒ ግን እትብል ቃል እያ። ንስኻ ሓድሽ ትምህርቲ ክጅምር እየ እንተ ኢልካዮም፣ ጽቡቕ እዩ፣ ግን ስራሕ የለን፣ ግዜኻ ክተጥፍእ ኢኻ ይብሉኻ። ንስኻ እዚ ዓመት እዚ ዝሓሸ ክኸውን እዩ እንተ ኢልካዮም፣ እወ ግን ኩነታት ዓለም እናገደዶ እዩ ዝኸይድ ዘሎ ይብሉኻ። ንዝኾነ መፍትሒ ሓድሽ ጸገም ናይ ምፍጣር ፍሉይ ክእለት ኣለዎም። ምስዞም ሰባት ድሕሪ ምዕላል ብዘይ ዝኾነ ኣካላዊ ስራሕ ኣዝዩ ከቢድ ድኻም ይስምዐካ። ልክዕ ከም ሓደ ባትሪኡ ዝጸንቀቐ ስልኪ ውሽጣዊ ሓይልኻ ተመጽዩ ይተርፍ። እቲ ዘለዎም ኣሉታዊ ራኢን ወረን ነቲ ኣብ ውሽጥኻ ዘሎ ናይ ምንባርን ናይ ምስራሕን ድሌት ቀስ ብቐስ ይቐትሎ። ሓደ ተስፋ ዝቖረጸ ሰብ ኣብ ገነት እንተሃለወ'ኳ ሓሰኻታት ኣለዉ ኢሉ ከማርር ይኽእል'ዩ። ንሳቶም ነቲ ዘሎ ዕድላትን በረከትን ክርእዩ ኣይኽእሉን። እዚ ባህሪኦም ድማ ከም ተላጋቢ ሕማም'ዩ። ምስኦም ብዙሕ ግዜ ምስ እተሕልፍ ንስኻ'ውን ብዛዕባ መጻኢኻ ምጥርጣር ትጅምር። እንታይ ክዓብሰሉ'ዩ ዝብል ስምዒት ድማ ይወረካ። ተስፋ ዝቖርጹ ሰባት ንባዕሎም ኣብ ጸልማት ስለ ዘለዉ ናትካ ተስፋን ሓጎስን የጨንቖም እዩ። ንስኻ ክትሕጎስ ከለኻ ንሳቶም ዘይኾነሎም ነገር ስለ ዝዝክሩ ንዓኻ እውን ናብቲ ናቶም ናይ ጭንቀት ደረጃ ንምውራድ ይፍትኑ። ብጣዕሚ ኣይትተሓጎስ። ጽባሕ ገለ ሕማቕ ነገር ከይመጽእ ብምባል ዋላ ነቲ ሓጎስካ ብጥርጣረ ከም እትጥምቶ ይገብሩኻ። ሻድሻይ፣ ስምዒቶም ዘይቆጻጸሩ ወይ ቁጡዓት ሰባት። ምስዞም ሰባት ምንባር ወይ ቀጻሊ ርክብ ምግባር ማለት ተዋሒጥካ ምንባር እዩ። መዓስ፣ ስለምንታይ ወይ ብምንታይ ምኽንያት እንታይ ከም ዘናድዶም ክትፈልጥ ኣይትኽእልን ኢኻ። እቲ ዘይተረጋገ ስምዒቶም ንዓኻ ጥራይ ዘይኰነስ ነቲ ከባቢኻ ዘሎ ኣየር'ውን ብጭንቀት ከም ዝመልእ ይገብሮ። ምስዞም ሰባት ክትኸውን ከለኻ፣ ኩሉ ግዜ ነታ እትዛረባ ቃል፣ ነታ እትገብራ ምንቅስቓስ፣ ዋላ ነቲ ኣቀማምጣኻ ከይተረፈ ክትጥንቀቕ ትግደድ። ስለምንታይ? ምኽንያቱ ንሳቶም ብንእሽቶ ነገር ስምዒቶም ስለ ዝልወጥን ብርቱዕ ቍጥዐ ስለ ዘርእዩን። እዚ ድማ ኣብ ክንዲ ናጻ ኰይንካ ትነብር፣ ኩሉ ግዜ ከይቝጥዑ ክትብል ተጨኒቕካ ከም እትነብር ይገብረካ። እዞም ሰባት ንቑጥዐኦም ከም መሳርሒ መቆጻጸሪ እዮም ዝጥቀምሉ። ሓደ ነገር ምስ ዘይጥዕሞም ይጭድሩ፣ ብስቅታ የሳቕዩኻ፣ ንስኻ ድማ ነቲ ቁጥዐኦም ንምህዳእ ክትብል ኩሉ ግዜ ንሳቶም ዝደልይዎ ትገብር። እዚ ድማ ንዓኻ ስምዒታዊ ባርነት እዩ። ምስ ስምዒቱ ዘይቆጻጸር ሰብ ክትነብር ከለኻ ቀስ ብቐስ ናትካ ድሌትን ሓሳብን ምግላጽ ተቋርጽ። እንተተዛረበ ክበኣሰኒ እዩ ወይ ሕጂ ጽቡቕ ግዜ ኣይኮነን እናበልካ ንነብስኻ ትሓብኣ። ኣብ መወዳእታ እቲ ሰብ ንዓኻ ከም ድላዩ ዝዘውረካ ጥሉል ጨርቂ ትኸውን። ንሎሚ ዘዳለኸልኩም መደብ እዚ ይመስል። እዛ ቪድዮ ጠቓሚት ኮይና እንተረኺብኩማ ላይክ ክትገብሩ ኣይትረስዑ። ንቐጻሊ ተመሳሳሊ ትሕዝቶታት ንምክትታል ድማ ሰብስክራይብ ብምግባር ስድራቤትና ኩኑ። ዝኾነ ርእይቶ ወይ ሕቶ እንተልዩኩም ኣብ ኮሜንት ሴክሽን ጽሓፉለይ። ኣብ ዝቕጽል ቪድዮ ብኻልእ ኣገዳሲ ኣርእስቲ ክሳብ ንራኸብ ሰላም ጽንሑ።